ቀሺ ፓትሪኒ ቀስ ኢሎም ክሳዶም ጠወዩ። ሮቦርት ደም ካብ ዝሰረባ የዒንቶም ኣብ ገጽ ወዲ ተባዕታይ ርእይዎ ዘይፈልጥ ድንጋጽን ቃንዛን ኣንበበ። ቀሺ ፓትሪኒ ብጻዕሪ ሞት ተሳቕዮም ብልቦም ጸሎቶም ክዕርግዮም ጸኒሖም። ኣባ ቀሺ ስመይ ዘረብኡ ኣየወድእዎን ብዘይተጸበዮ ፍጥነት ኢዱ ዓትዒቶም ክልምንዎ ጀመሩ። በጃኻ በጃኻ ዝወደይ ርድኣኒ በልዎ ብትሑት ድምፂ በጃኻ እምነተይ ጠሊሙኒ እዚ ዅሉ ዓመታት ጸግዒ ኣምላኽ ሒዘ ክንዲ ዝሰበኽኩ መወዳእትኡ ጠሊሙኒ እነሆ ኣብዛ ምድሪ ኣምላኽ ከም ዘየለ ፈሊጠ ሰይጣን ነጊሱ ከም ዘሎ ተመልኪተ ድሮ እኳ መዓልቱ ኣኺላ ከጥፍኣና ከም ዝመፀ ርየ ኣቦይ ክሕግዘኩም እንተኾይነ በዘን ዕንቴር እየ ዝብለካ ብዘይ ንዕንቲ ይርኤ። በሉ ቀሺ ፓትሪኒ ካልኣይቲ ኢዶም ተጠቒሞም ናብ የዒንቶም እናመልከቱ። ኣብታ ሰረገላ ክልተ ዲያብሎስ ነይሮም። ንሶም ጥራሕ ግን ኣይኮኑን። ካልኦት ብሕጂ ክመፁ እዮም። ደጊም ህላወና ኣብቂዑ እዩ። ኣምላኽ ንሰይጣን ኣሕሊፉ ሂብና ኣሎ። ኩላትና ገሃንም ክንኣቱ ኢና። ኩላትና። ኣቦይ! ርግእ እሞ በሉ፣ ዝረኣኹሞ ሰረገላ ሰይጣን ዘይኮነ፣ ወዲ ሰብ ክመራመር ክብል ንጠፈር ዝለኣኾ ተንሳፋፊ እዩ፣ ምስ በለ ሮቦርት፣ ቀሺ ፓትሪኒ ዓትዒቶሞ ጸኒሖም ፈነውዎ። ኣተኪሮም ክጥምትዎ ጀመሩ። መን ኢኻኸ ንስኻ? እንታይ ደሊኻ መጻእኻኒ? ሮቦርት ህድእ ኢሉ ንኸረድኦም ድንን በለ። ኣጆኹም ኣይትስግኡ ኣብ ስዊዘርላንድ እንከለኹም ብዛዕባ ዝተሳፈርኩምላ ሚኒባስ ክሓተኩም እየ መጽየ። እታ ርኽስቲ ሚኒባስ ብኻ ዘይተሳፈርኩዋ ክርበጹ ጀመሩ። ሮቦርት ግድን ኮይኑ ኩነታት ቀሺ ፓትሪኒ እናረኣየ ገለ ሓበሬታ ተረኸብኩ ኢሉ ብምትስፋው ተወሳኺ ሕቶታት ክሓቶም ወሰነ። ሰዓቱ ተመልኪቱ ድሮ ክልተ ደቂቕ ከም ዘሕለፈ ተገንዘበ። ጥቓኹም ካብ ኣሜሪካ ቴክሳስ ዝመጸ ሰብ ተቐሚጡ ነይሩ ብዙሕ ተዕልሉ ነይርኩም ዘኪርኩሞ ዶ ተዕልሉ ካብ ቴክሳስ ኢልካኒ እወ እዎ ዘኪረዮ ኣለኹ ተረጋጊኦም ብምምላሶም ሰንበደ ኣብ ቴክሳስ ኣበይ ዝበሃል ቦታ ከም ዝነብር ነጊርኩም ዶ ነይሩ እወ ነጊርኒ እወ ኣበይ ኣበይ ኣባቕሽ ባድሪኒ ኣበይ ሮቦርት ተረበጸ ኣብ ኣሜሪካ እዩ ዝወደይ ኣብ ኣሜሪካ ሮቦርት ሕርቃኑ ብውሽጢ ገይሩ ንኣባ ቐሺ ከረድኦም ፈተነ እወ ኣባ ቐሺ ካብ ቴክሳስ ኣሜሪካ ይመጽዩ ኣነ ዝሓተኩም ግን ናይ መንበሪ ገዝኡ ኣድራሻ እዩ ኣበይ ከም ዝነብር ኣይነገረኩምን እወ እወ ነጊርኒ ነይሩ ኣበዩ ኣባ ቐሺ ሮቦርት ንዝስዕብ መልሲ ክሰምዕ ተረበጸ። ቴክሳስ ብዛዕባ ቴክሳስ ጥራይ ይዛረብ ነይሩ። ሮቦርት ውሽጡ ሕሩር ኮይኑ ብሕርቃን ኩምትር በለ። ጽቡቕ ኣለኹም ኣባ ቀሺ፣ ጽቡቕ ኣለኹም። በዘን ብሌኒ ዒንተይ ርእዮም፣ በዘን ብሌኒ ዒንተይ ኣምላኽ ዕዉር ገይሩ ፈጢርኒ እንተዝኸውን ነይሩ እቲ ኽፉእ ክርኢ ኣይምተረጎምኩን። ኣባ ቐሺ በጃኹም ገለ ዘክሩ። ናይ ገለ ሰብ ስም ዶ ኣይጠቀሰን በጃኹም ቀሺ ፓትሪኒ ተዘኪርኩሞ ቴክሳስ ቴክሳስ እዩ ዝብል ነይሩ ዝወደይ ቴክሳስ ፓንዴሮሳ ሮቦርቶ ዓሚቋ ኣስተንፈሰ ኣባ ቀሺ ፓንዴሮሳ ዝብል ቃል ኣብ ቴሌቭዥን ካብ ትከታተልዎ ድራማ ዝሰማዕኩሞ ከይከውን ኣነ ዝሓተኩም ኣብ ሚኒባስ ከለኹም ኣብ ጎንኹም ኮፍ ኢሉ ብዛዕባ ዝነበረ ሰብ እዩ ሮቦርት ኣብ ዓዲ ጥልያን ኣብ ዝነበረሉ እዋን፣ ሓያለ ኣብ ኤሜሪካ ዝፈረያ ተኸታተልቲ ፊልምታት ብመደበራት ተሌቪዥን እታ ሃገር ይፍነዋ ከም ዝነበራ ይዝክር እዩ። ሳላ ከምኡ ዝኾነ ከኣ እዩ ቀሺ ፓትሪኒ ፓንዴሮሳ ዝብል ቃል ምስ ኣውጽኤ ዘይተጋየሸ። ቀሺ ፓትሪኒ መልሲ ከይሃቡ ከህተፍትፉ ጀመሩ። መጺኦምና ከጥፍኡና መጺኦም ኣለዉ መጽሓፍ ቅዱስ ሓስዩ ኣሎ ሰይጣን ንምድሪ ክወርር መጺ ኣሎ ሰይጣን ብርትዐ ድምፆም ዘየደ ብድሕሬኻ ብድሕሬኻ ተጠንቀቕ ይርኦም ኣለኹ በሉ ቀሺ ፓትሪኒ ነርስ ማዕፆ ክፍሊ ከፊታ ህሩግ በለት ኩነታት ቀሺ ፓትሪኒ ምስ ተመልከተት ንሮቦርት ብሕማቕ ኣጠማምታ ጠመተቶ ይኣኽለካ ኣባሱ ነይረ ክትወጽእ ከገድደካ እየ በጃኺ ሓንቲ ደቂቕ ጥራሕ ሃብኒ ሓንቲ ደቂቕ ኖው ስኞረ ኣዶሶ ሮበርት ትእዛዝ ነርስ ካብ ምኽባር ሓሊፉ ካልእ ኣማራጺ ይነበሮን ንመወዳእታ ግዜ ከንፈጥፍጡ ጀሚሮም ንዘለዉ ቀሺ ጠመቶም ደጊም ኣብ ዕጹ ማዕጾ ምብጽሑ ኣይተጠራጠረን ናብ ቴክሳስ ኣመሪካ ክመርሕዎ ኣተስፈሞን ዝጸንሑ ቀሺ ፍጹም ጥዕና ስኢኖም ከም ዘለዉ ተገንዘበ። ተወሳኺ ሓበሬታ ክረክብ ከም ዘይክእል ብምእማን ካብቲ ክፍሊ ወጸ። ሮቦርት መኪንኡ ብብትንሳእ ናብ ከተማ ሮማ ተበገሰ። ተልእኹኡ ዘብቅዐ እዩ ዝመስል። ኣብ ዝርዝር ተደለይቲ ራሽያዊት፣ ኣመሪካዊ፣ ከምኡውን ሃንጋርያዊ ዜግነት ዘለዎም ሰባት ከም ዘለዉ ካብ ምፍላጥ ሓሊፉ ተወሳኺ ሓበሬታ ክረክብ ኣይከኣለን። ኣሰር ከም ዘጥፈኤ ሃዳኒ ደንበርበር ክብል ጀመረ። ንቕድሚት ከሰጉሞ ዝኽእል ተወሳኺ ሓበሬታ ብኸመይ ይረክብ ሓሰበ። ቀሊል ብዘይበሃል ሃልኪ ናብዚ ደረጃ ከም ዝበጸሐ ዘከረ። እንታይ እሞ ይገበር? በለ ብልቡ። ድሕሪ ዝኹሉ ድኻም እንሆ ኣብ ዕጹ ማዕጾ በጺሑ ኣሎ። ጸወታ ኣብቂዑ። ቸክሜት። ቀሺ ፓትሪኒ ምስ ሕልንኡ እንተ ዝጸንሖ እዚ ኹሉ ኣይመጋጠመን። ቀጻልነት ተልእኹኡ ዘውሕስ ሓበሬታ ረኺቡ ናብ ዝቕጽል ስጉምቲ ምመረሸ ነይሩ። ሮቦርት ቀሪበ እናበለ ምስ ፍሽለት እዩ ተፋጢጡ። ከምኡ ብምዃኑ ከኣ እዩ ብቐሊሉ ንፍሽለቱ ክቕበል ዘይከኣለ። ቃላት ኣባ ቀሺ ክዝክር ጀመረ። እንታይ ኸ ዝብል ዝነበረ ፓንዴሮሳ ምሽክናይ ቀሺ ቴሌቪዥን ምክትታል ኣዝዮም ይፈትዉ ነይሮም ክኾኑ ኣለዎም። ሕልንኦም ዝሰሓቱ ንቴክሳስ ምስታ ካብ ትዕየይ ነዊሕ ዓመታት ዘቑጸረት ቦናንዛ ዘርእስታ ተኸታታሊት ፊልም ኣተሓሒዞማ። ሮቦርት ንዛንታ እታ ተኸታታሊት ፊልም ክዝክር ፈተነ። ፓንዴሮሳ ሰላም ዘይብሎም ስድራ ቶኒ ዝነብሩላ ቦታ ኣብ ሓንጎሉ ይቃልሓ ንዝነበራ ቃላት እውን ክውድአን ኣይከኣለን። ሓደስቲ ሓሳባት ብፍጥነት ናብ ሓንጎሉ ክውሕዙ ጀመሩ። ንመኪንኡ ናብ ማርሻ ቤድ ኣጸጊዑ ብቕጽበት ደው ብምባል ክሓስብ ጀመረ። ደቂቑን ኣይወሰደን። መኪንኡ ብምጥዋይ ፍጥነት ወሲኹ ክመጸሉ ብዝመጸ መንገዲ ክምለስ ጀመረ። ድሕሪ ፍርቂ ሰዓት ኣብ ፒያሳ ዴላ ሪፓብሊካ በጺሑ ናብ ሓንቲ ንእሽቶን ዕምርትን ባር ብምእታው ምስ ኣሳሳይ ባር ሰላምታ ተለዋወጠ። ብጣዕሚ ደስ ተብል ከተማ ኣላትኩም። በሎ ሮቦርት የእዳው ኣሳሳዪ እናጨበጠ። ሰላማዊት ከተማ። ኦው ሲ ሲ ስኞሬ ኦሪቬቶ ንእሽቶን ምጭውትን ከተማ'ያ። በሎ ኣሳሳዪ ቋንቋ ጥልያን እናሓዋወሰ። ቅድሚ ሕጂ ናብ ዓድ ጥልያን መጺኻ ኔርካዶ? ተወከሶ። እወ ካብ እዋን ሕጽኖት ውስናት መዓልታት ኣብ ከተማ ሮማ ኣሕሊፈ'የ። ሮቦርት ንኹሉ ሕልምታተይ ክዉን ጌርካዮ። ንኸተማ ሮማ ክሪኣ ኣዝየ ዝብህግ ነይረ። ዝብል ናይ ሱዛን ድምጺ ቅጅል በሎም። ኣኻ ሮማ ግን ኣብ ዓቢ ከተማ ረበሻ ክህሉ ግድነት እዩ። ጽቡቕ ኣለኻ ብዝበልካዮ ኣነ ውን እሰማማዕ እየ። ኣብዛ ከተማ ቀሊልን ህዱእን ናብራ ኢና ንነብር። ልዕሊ እቶም ኣብ ዓበይቲ ከተማታት ዝነብሩ ከኣ ሕጉሳት ኢና። እወ ጽቡቕ ኣለኻ። ይዕዘቦ እውን ኣለኹ ብምባል ሮቦርት ፍሽኽ በለ። ኣብ ከተማኹም እናተዘዋወርኩ ከለኹ ኣብ ዝበዝሑ ገዛውቲ ናይ ቴሌቪዥን ኣንቴናታት ተተኺሎም ከም ዘለዉ ተመልኪተ። በሎ ሮቦርት ወዝቢ ዘስተባህለሉ ነገር ምዃኑ ንክመስል እናፈተነ። ኣንቴናታት ኣኻ እዎ ኣብ ከተማና ሰባት ቴሌቪዥን ምክትታል ብጣዕሚ እዮም ዝፈትዉ እቶም ኣለዉ ዝበሃሉ መደባት ቴሌቪዥን ኣይሓልፉናን እዮም ንስለ ምሕታት ኢለ'የ እምበር ምስዚ ኩሉ ኣንቴናታት ርድኡ ናይ ክንደይ መደበራት ተሌቪዥን ፈነወ ይበጽሓኹም? ሓተተ ሮቦርት። ክገርመካ ኩሉ ኣይሓልፈናን'ዩ ክብለካ ከለኹ ካልእ ገሚትካ ትኸውን ኢኻ። እንተኾነ ናብ ኦሪቬቶ ሓንቲ መደበር ተሌቪዥን ጥራይ'ያ ትበጽሓና። ደሓን'ዩ ዋላ ሓንቲ ጥራሕ ደኣ ትኹን እምበር ናይ ኣሜሪካ ፊልምታት ትርእዩ ትኾኑ ኢኹም። ሓተተ ሮቦርት። ኖኖ፣ መንግስታዊት መደበር ቴሌቪዥን ስለ ዝኾነት፣ ኣብ ዓዲ ጥልያን ዝስርሑ መደባትን ፊልምታትን ጥራሕ'ያ ትፍኑ። ቢንጎ! ሮቦርት ንዝደልዮ ኣረጋገጸ። የቐንየለይ! ድማ በለ። ሮቦርት ናብ ኣድሚራል ዊታከር ደወለ። ጸሓፊት ተቐበለቶ። ቤት ጽሕፈት ኣድሚራል ዊታከር መን ክብል? ንኣድሚራል ዊታከር ዶ ክተራኽብኒ? ኮማንደር ሮቦርት ቤላምየ፣ ሓንሳብ ኣብ መስመር ጽንሓኒ። ሮቦርት ብዛዕባ ኣድሚራል ዊታከር ክሓስብ ጀመረ። ድሕሪ ምጥያሱ፣ ኣብ ዝተዋህበቶ ንእሽቶ ቤት ጽሕፈት ኮይኑ ዝድውለሉ ዘይብሉ ዘወን ክብል ተራዮ። ኣንበሳ ኔርካሲ፣ ሮቦርት ኣስተማሰለ። ረዚን፣ ዘይድፈር ወጅሃት ዝውንን ዝነበረ ኣድሚራል ሎሚ ናብ ሰፈር ጉዙዋ ዝተቐየረት ግዚኣ ዝሓለፋ መርከብ ዝኾነ ኮይኑ ተሰምዖ። ሮቦርት፣ ከመይ ቀኒኻ? ድምጺ ዝደኸመ ኣረጊት ሰብኣይ ይሰምዐ መሰሎ። ኣበይ ከለኻ? ኣይትሓዘለይ ኣድሚራል፣ ስለ ዘይፍቀደለይ ክነግረካ ኣይክእልን'የ። ካልኢት ብስቕታ ሓለፈት። ይርድኣኒ ሮቦርት። ነገር ናፍቖት ገይረዮ እሞ እንታይ ነይሩ እንታይ ክሰምዓካ ምስ ዝኾነ ሳልሳይ ኣካል ክራኸብ ኣይፍቀደለይን እዩ እንተኾነ ስርሐይ ክፍጽም ግዴታይ ብምዃኑ ናባኻ ክድውል ኣገዳሲ ኮይኑ ረኺበየ ኣለኹ ክፈልጦን ከረጋግጾን ዝደለኹ ጉዳይ ስለ ዘሎ ሓበሬታ ክትግንጽለለይ ኢለየ ደው ኢለልካ ግርም ዝከኣለኒ ዘበለ ክፍትን እየ እንታይ ኢኻ ክትፈልጥ ትደሊ ሮቦርት ኣብ ቴክሳስ ብስም ፓንዴሮሳ ዝፍለጥ ሰፊሕ ናይ ሕርሻ ቦታ ኣሎን የሎን ከተረጋግጸለይ ምደለኹ። ከም ኣብ ቦናንዛ ትብል ተኸታታሊት ፊልም ዝነበረ ማለትካ ድዩ? እወ ኣድሚራል፣ እወ። እምቧእ፣ እዞም ኣረግቶት በዛ ተኸታታሊት ፊልም ዓቢዶም ነይሮም ክኾኑ ኣለዎም። ሕራይ፣ መልሰይ ብኸመይ ክበካ ይኽእል? በለ ኣድሚራል። ኣነ እንተ ደወልኩልካኸ ኣድሚራል፣ ከምኡ ኣይሓይሽን? ጽቡቕ። በለ ክሳዕ ዝፍትሸልካ ሓደ ክልተ ሰዓት ሃበኒ። ኣይትስጋእ፣ እዚ ነገር ኣብ መንጎና ዝተርፍ እዩ። የቐንየለይ ኣድሚራል፣ የቐንየለይ። ተሓሪሙ ዝጸንሐ ዝተዋህቦ ይመስል ኣድሚራል ድምፁ ተቐይሩ ኣብ ንጡፍ ስራሕ ዝርከብ ሓላፊ መሰለ። ናይ ተደላይነት ስምዒቱ ንግዚኡ ከዛይደሉ ተስፋ ይገብር በለ ሮቦርት ብልቡ። ኣድሚራል ንውሑድ ሰዓታት ብስራሕ ክጽመድ ምዃኑ ብምግማት። ሮቦርት ክልተ ሰዓት ጸኒሑ ደጊሙ ናብ ኣድሚራል ዊታከር ደወለ። ደወልካ ክጽበየ ጸኒሐ። ዓንቶበየ ወዲኤ። በሎ ኣድሚራል ዕጋበት ተሰሚዕዎ ከም ዘሎ ብዝገልጽ ትዑንን ኣዘራርባ። ትደልዮ ሓበሬታ ረኺበልካ ኣለኹ። እስከ ንገረኒ በለ ሮቦርት ብምሒር ተርባጽ ዝተሃወጸ ኣተነፋፍስኡ ክሓስብ እናፈተነ። ሮቦርት፣ ፓንዴሮሳ ዝበሃል ሰፊሕ ናይ ሕርሻ ቦታ ኣብ ቴክሳስ ከም ዘሎ ኣረጋጊጸልካ ኣለኹ። ኣብ ግዝኣት ቴክሳስ ካብ ዋኮ ትበሃል ከተማ ውጽእ ኢልካ ክትረኽቦ ኢኻ። ወናኒ እቲ ሕርሻ ዋይን ይበሃል፣ ምሉእ ስሙ ኸኣ ዳን ዋይን። ሮቦርት እፎይ ብምባል ኣዕሚቑ ኣስተንፈሰ። ኣድሚራል ብጣዕሚ እየ ዘመስግነካ በልዎ ቴለፎን ንክዓጹ እናተሃወኸ። ስርሐይ ምስ ዛዘምኩ ድራር ክትእውደኒ ኢኻ። ንጽበ በለ ኣድሚራል። ሮቦርት ናብ ጀነራል ሂላርድ ደወለ። ጀነራል ኣብ ዓዲ ጥልያን ካልእ ተወሳኺ ናይ ዓይኒ ምስክር ረኺበ ኣለኹ። ቀሺ ፓትሪን ይበሃሉ። ቀሺ? እወ ኣብ ከተማ ኦሪቬቶ ኣብ ዝርከብ ሆስፒታል ደቂሶም ኣለዉ። ምስ ውነኦም ስለ ዘየለዉ፣ ምስ ልኡኻት መንግስቲ ጥልያን ብዛዕባ እዚ ጉዳይ ክረዳድኡ ከም ዘይክእሉ ርግጸኛ እየ። ደሓን፣ ክንሕብሮም ከለና ኩነታቶም ከም ዝፈልጡ ክገብር እየ። የቐንየለይ ኮማንደር። ጀነራል ሂላርድ ስትሪቲ ቴለፎን ብምጥቃም ናብ ጃኑስ ደወለ። ኮማንደር ሮበርት ቤላሚ ደዊሉለይ ጸኒሑ። ዕላማና ኣብ ኢጣልያ ኦሪቨቶ ዝነብር ቀሺ እዩ። ቀሺ ፓትሪን ይበሃል። ለውጢ የለን ዘድሊ ስጉምቲ ይውሰዱ። መልእኽቲ ልዑል ጥንቃቐ ዝሓትት ምስጢራዊ ካብ NSA ንምክትል ዳይረክተር SIFAR ጥራሕ ዝምልከት ሓንትን እንኮን ቅዳሕ ኣርእስቲ ስርሒት ኣርማጌዶን ሓሙሽተ ቀሺ ፓትሪኒ ኦሪቬቶ መልእኽቲ ተፈጺሙ። ቤት ጽሕፈት SIFAR ኣብ ደቡባዊ ሸነኽ ከተማ ሮማ ኣብ ዝርከብ ጎደና ደሊ ፒነተ ተደኲኑ ይርከብ። ኣብ ዙርያ እቲ በዓል ኣርባዕተ ደርቢ ህንጻ ዝተጠምጠመ ኣዝዩ ነዊሕ ስብሕቲ ኣንጭዋ ዘይሕልፍ ሓጹር ኣቓልቦ ማንም ሓላፊ መንገዲ ዝስሕብ እዩ። ኣብ ኣርባዕተ ኩርናዓት ናይቲ ሓጹር ነዋሕቲ ናይ ዋርድያ ጎጆታት ኣለዉ። ኣብ ውሽጢ እዚ ብጽኑዕ ሓለዋ ዝተኸበ ቦታ እምበኣር'ዩ ህንጻ ኣሃዱ ጸጥታ ሃገረ ኢጣልያ ተደኲኑ ዝርከብ። ነዚ ግዙፍ ሓጹር ተጐዝጒዙ ኣብ ዝተደኰነ ኣፍደገ ብፍሩይ ጽሕፈት ዝሓዘ ታቤላ ተንጠልጢሉ ኣሎ። ድሕሪ መስመር ምሕላፍ ክልኩል እዩ ድማ ይብል። ኣብ ቀዳማይ ደርቢ እቲ ህንጻ ኣብ ዝርኬብ ቤት ጽሕፈት ምክትል ዳይረክተር SIFAR ኮነሬል ፍራንሴስኮ ሲዛር ቅድሚ ሒደት ደቓይቕ ንዝተቐበሎ መልእኽቲ ደጊሙ የንብብ ኣሎ። ኮነርየል ኣብ ሓምሳታት ዕድሚኡ ዝርከብ ምስ መንእሰያት ዝዳረግ ዱልዱል ስፖርታዊ ኣካላት ዝውንን ጸባ ጸገብ እዩ። ንኸቢብ ገጹ ብኢዱ እናሓበሰ ንመልእኽቲ ደጊሙ ኣንበበ። ኣብ መወዳእትኡ ስባ ስርሒት ኣርማጌዶን ንጡፍ ኮይኑ ኢ ኣና ቤላ ፍራጋ ቹራ ኣድመጸ። ፍርቂ ለይቲ ሓሊፉ ኣሎ። መን ምዃና ዘይተፈልጠት ፈላሲት ሰገጥ ከይበለት ንሪሰፕሽን ሆስፒታል ኡሪቪዮ ተሓሊፋ ናብ ክፍሊ መደቀሲ ተሓከምቲ ኣምረሐት። ንቐሺ ፓትሪኒ ክትርእያ መጺኣ ትኸውን። በለት ነርስ ቶማሲኖ፣ ናብታ ከይሓተተት ሰላሕ ኢላ ዝኣተወት ፈላሲት ኣብ ማዕድያ እናጠመተት። ወይ ንፓትሪኒ ወይ ከኣ ንቐሺ ሪጋኖ ደልያያ መጺኣ ትኸውን። ካልኣይቲ ተረኛ ነርስ ወሰኸት። ፈላሲት እንዳረኣይዋ የማን ተዓጺፋ ካብ የዒንቶም ተኸወለት። ብህዱእ ስጉምቲ ቀሺ ፓትሪኒ ደቂሶምሉ ናብ ዘለዎ ክፍሊ ቀረበት። የማነ ጸጋም ኮሪዶር ጠሚታ ናብ ውሽጢ ክፍሊ ቀሰ ኢላ ኣተወት። ቀሺ ፓትሪኒ ጸሎት ዘዕርጉ ዘለዎ ይመስሉ ንኽልቲኡ የእዳዎም ኣብ ኣፍ ልቦም ገይሮም ከም ዝደቀሱ ተመልከተት። ብመጋረጃ ብዘይተሸፈነ መስኮት ናይቲ ክፍሊ ዝኣቱ ዘሎ ናይ ወርሒ ብርሃን ሕሰሞም ኣብ ዘርኢ ዘሎ ገጾም ይዓልብ ከም ዘሎ ኣስተብሃለት። ፈላሲት ካብ ምስጢር ጁባ ዝተኸድነቶ ክዳን ኣዝያ ንእሽቶ ሳጹን ኣውጸት። ኣስዒባ ድምፂ ንኸይትገብር እናተጠንቀቐት ብኻልእ ሸነኽ ጁባኣ ንዘቐመጠቶ መቑፀርያ ጸሎት ተጠንቂቓ ብምውጻእ ንስጉምቲ ተዳለወት። ኣብ መንጎ እቶም ኣብ መቑጸርያ ጸሎት ዝርከቡ ዕንቊታት፣ ኣዝዮም ደቀቕቲ ግን ከኣ በላሕቲ ነገራት ተሸዂዖም ከም ዘለዉ ኣስተብሃለት። ቀስ ኢላ ንመቑጸርያ ኣብ ኢድ ቀሺ ፓትሪኒ ኣቐመጠት። ብድሕሪ እዚ ተተዓራሪ ዘላ ተመሲላ ብቕጽበት ንመቑጸርያ ካብ ኢድ ቀሺ ፓትሪኒ ሰሓበት። ብሰንኪ እቶም ኣብ መንጎ ዕንቊታት ዝተሓብኡ በላሕቲ ነገራት፣ ዓባይ ዓባይቶ ኢድ ቀሺ ፓትሪኒ ንእሽቶ ተላሕጸጸት። ምስውነኦም ዘየለዉ ቀሺ ዓሚቕ ትንፋስ ብምስሓብ፣ ዳግማይ ናብ ዝጸንሑሉ ዓሚቝ ድቃስ ከም ዝተመልሱ ኣረጋገጸት። ተቐላጢፋ፣ ኣቐዲማ ካብ ጁባኣ ብምውጻእ ኣቐሚጣታ ንዝጸንሐት ንእሽቶ ሳጹን ብምኽፋት፣ ኣብ ነጠብታ ዓይኒ ዝተመልኤ ኬሚካል ኣውጸአት። ሰለስተ ነጠብታ ኣብ ልዕሊ ሃሳስ ብሕጫር ዓባይ ዓባይቶ ኢድ ቀሺ ፓትሪኒ ኣንጠበት። ኣብ ነጠብታ ዝጸንሐ መርዛም ኬሚካል ስርሑ ክዛዝም ሰለስተ ደቒቕ'ውን ኣይወሰደን። ኩሉ ከም ዝመደበቶ ከም ዝተፈጸመ ምስ ኣረጋገጸት፣ ብትምእርተ መስቀል ኣብ ግንባር ቀሺ ፓትሪኒ ኣማዕቲባ፣ ከም ኣተኣታትዋኣ ሰላሒላ ካብቲ ክፍሊ ወጸት። መልእኽቲ ልዑል ጥንቃቐ ዝሓትት ምስጢራዊ ካብ SIFAR ንምክትል ዳይረክተር NSA ጥራሕ ዝምልከት ሓንትን እንኮን ቅዳሕ። ኣርእስቲ ስርሒት ኣርማጌዶን ሓሙሽተ ቀሺ ፓትሪኒ ኦሪቬቶ ተቐንጺሉ። መልእኽቲ ተፈጺሙ። ምዕራፍ ዕስራን ሽዱሽተን ዝና ኮነሬል ፍራንክ ጆንሰን እናዓዘዘ ዝመጸ ድሕሪ ኲናት ቪየትናም እዩ። ተራ ወተሃደር ኮይኑ እዩ ናብቲ ኲናት ከቲቱ። እንተኾነ ብዘርኣዮ ዝነበረ ጭካነ ረሽራሻይ ዝብል ቅጽል ስም ተጠሚቑ ብጅግንነት ናይ ክብሪ መዳልያ ተሸሊሙን ማዕሪግ ወሲኹን ኲናት ተዛዘመ። ህይወት ጸላእቲ ከጥፍእ እንከሎ ፍሉይ ባህታ እዩ ዝፈጥረሉ። ክሳቐዩ፣ ትንፋሶም ንኽትሓልፍ ክጸዓሩ እንከለዉ ክሪኦም ባህ እዩ ዝብሎ። ኣዝዩ ውፉይ፣ ኣብ ተልእኾታቱ ምሒር ዝግደስ ወተሃደር እዩ። ኣብ ኲናት ቬትናም ተሸላሚ መዳልያ ክኸውን ዝበቐዕ እውን ሳላ ሕሉፍ ተወፋይነቱ ምዃኑ ኩሎም መሳርሕቱ ዝምስክሩሉ ሓቂ እዩ። ንደልዮ ዓይነት ሰብ እዩ። በለ ጃኑስ። ክንከስሮ የብልናን፣ ብጥበብ ኣብ ዓንኬልና ከነእትዎ ኣሎና። ብድሕሪ እዚ ውሳነ እምበኣር'ዩ ኣብ ስቱር ወተሃደራዊ መዓስከር ምስ ኮነሬል ፍራንክ ጆንሰን ቀዳማይ ርክብ ዝተኻየደ። ምስቲ ዘፍርሕ ወጀሃት ዝተዓደሎ ጉልቡት ኮነሬል ፈለማ ደፊሩ ክዘራረብ ዝወሰነ ካፒቴን ስታፍ መዓስከር ስልጠና ነበረ። ብዛዕባ መንግስትና ትሻቐልዶ? ሓተቶ ካፒቴን ንፍራንክ ጆንሰን። ብፍቕሪ ሃገር ዝደሚ ልቢ ዝሓዙ ብዝመስሉ ሓለፍቲ ኢና ንምራሕ ዘሎና። እዛ ዓድና ኒኩሌስያዊ ኣጽዋር ክትውንን፣ ከተማዕብል፣ ካብ ዘለዋ ክትውስኸሉ ምተገብኤ። እንተኾነ ተማሂርና በሃልቲ ፖለቲከኛታት ሃገርና ዓንቀጽቲ ኮይኖም ኣለዉ። ሕሰቦ'ሞ ነዳዲ ኣብ ሃገራት ኣዕራብ ኢና ንምርኮስ። ኣብ ገዛእ ነብስና ክንምርኮስ ብምባል ኣብ ገማግም ዓድና ዕደና ነዳዲ ክካየድ እንተበልና እውን ኣየፍቀዱልናን። ልዕሊ ዜጋታት ኣመሪካ ብዛዕባ ድሕነት ባሕርን ኣብኡ ዝነበሩ ዓሳታትን እዮም ዝግደሱ። እንታይ ክብል ከም ዝደለኹ ትሕዘኒ ዶ ኣለኻ? እወ፣ ተረዲኤካ ኣለኹ። ከተንክሰኒ ደሊኻዮ ዘለኻ ዛዕባ ነጺርለይ ኣሎ። በሎ ፍራንክ ጆንሰን። ብራቮ! ቀልጢፍካ ከም ትርድኣኒ ይፈልጥ ነይረ። ኢሉ ብምውዳስ ንጽውቕ ገጽ ኮነርየል ፍራንክ ጆንሰን ምስቲ በሃል ቀጸለ። በሊሕ ኢኻ። ርኢኻ፣ እንተ ደኣ ባይቶን መንግስትን ንሃገርና ካብ ዘንጸላልዉዎ ሓደጋ ከናግፍዋ ተዘይክኢሎም፣ እቲ ዝተርፍ ናትና ሓላፍነት እዩ። ውሳነ ብምውሳድ ዜግነታዊ ግዴታና ክንፍጽም ኣሎና። ፍራንክ ጆንሰን ሰጋእ ብምባል፣ ናትና? ናትና ማለት ብዙሓት ድዮም ወይስ? ፍራንክ ጆንሰን ሓሳባም ካፒቴን እወ ናትና ሓላፍነት እዩ ምስ በለ ኣብ ሓሳብ ኣተወ ንሕጂ በዚ ይኣኽሎ ቀስ ብቐስ ናብ ዓንኬልና ክኣቱ ይሕሾ ብዝኾነ ካል መዓልቲ ኣስፋሕ ኣቢልና ከነዕልል ኢና ኣብዚ ሰዓበ ርክቦም ዕላሎም ቀጥታዊ ነበረ ሓንቲ ኮሚቴ ተመስሪታ ኣላ። ዕላማ ናይዚኣ ካብ ዝተፈላለዩ ሃገራት ዝተኣኻኸቡ ጀጋኑ ዝመስረትዋ ኮሚቴ ንዓለምና ተጋሪድዋ ካብ ዘሎ ደምሳሲ ሓደጋ ምክልኻል እዩ። ኩሎም ኣባላት ናይዛ ኮሚቴ ኣብ ዘዝምልከቶም ሃገር ረዚን ሓላፍነት ዘሰክም ስልጣን ዘለዎም ኣዝዮም ጸለውቲ ውልቀ ሰባት እዮም። ርኢኻ ኣለኻ ፍራንክ፣ ኣባላት እዛ ኮሚቴ ንዕላምኦም ክሃርሙ ኩለንትናዊ መስዋእቲ ክኽፈል ከም ዘለዎ እዮም ዝኣምኑ። ንኣብነት በቲ ዝነኣሰ እንተ ጀሚረ ንገለ ሕግታት ከይረገጹ ተግባራውነት ዕላማት ኮሚቴ ከውሕሱ ኣይክእሉን እዮም። ኢሉ ነይሩ ክትብለኒ ኢኻ። ውጽኢት እዛ ኮሚቴ ኣብ ቀረባ መጻኢ ምስ ረኣኻዮ ኣገዳስነት ኩሉ ዝተገብረ መስዋእትን ዝተረግጸ ሕግን ክበርሃልካ እዩ። ብዝኾነ ኣባል ክትከውን ድሌት ኣለካ ዶ ፍራንክ ጆንሰን ኣየማተን ፍሽኽ በለ ብጣዕሚ ድሮ እኳ ካብታ ዝነገርካኒ ካሊእት ዝጀመርኩ ነዊሕ ዝተጸበኹ ኮይኑ ይስማዓኒ ኣሎ ፍራንክ ጆንሰን ቀስ ብቐስ ንኣባላት ኮሚቴ በብሓደ ክላለዮም ጀመረ ኣባል ድሕሪ ምዃኑ ዝሰዓበ ርክብ ኮሚቴ ኣብ ካናዳ ከተማ ኦታዋ ተኻየደ ኣብቲ ርክብ ምስ ገለ ካብ ኣባላት ምስጢራዊ ኮሚቴ ብምርኻብ ብዛዕባ ዕላማን ንጡፋት ተልእኾታትን ብምልዓል ዘተየ። ከምቲ ካፒቴን ዝነገሮ፣ ኣባላት እታ ኮሚቴ ብምሉኦም ኣብ ሃገሮም ከቢድ ሓላፍነት ዝተሰከሙ ወተሃደራውያን ሰበስልጣን ምዃኖም ኣረጋገጸ። ኣወዳድባና ጽኑዕን ሓያልን እዩ፣ በሎ ሓደ ካብ ኣባላት ኮሚቴ ዝኾነ ግዙፍ በዓል ስልጣን ንፍራንክ ጆንሶን። ብሰንሰለታዊ ምሕደራ ኢና እንንቀሳቐስ፣ ኣብ ትሕቲ ጽላል ላዕለዋይ ጽፍሒ፣ ኣሃዱ ፕሮፖጋንዳን ጎስጓስን፣ ኣሃዱ ታክቲክ፣ ኣሃዱ ምልመላን ስልጠናን፣ ኣሃዱ ርክባት፣ ኣሃዱ ቅንጸላ ከኣ። ኣባል ኮሚቴ ቀጸለ። ካልኦት ዘይጠቐስኩልካ ጨናፍራት እውን ኣለዉ። ኣብ ዓለም ኣለዉ ዝበሃሉ ሓያላን መርበባት ስለያ፣ ንጡፋት ተሳተፍቲ ዕላማ ኮሚቴና እዮም። ከምኡ እንተኾይኑ፣ ላዕለዎት ዳይረክተራት መርበብ ስለያ ብዛዕባ ኮሚተኹም፣ ፍራንክ ጆንሰን ከም ኣባል ኣሃዱ ስልጠና ማእከል ቤት ጽሕፈት ስለያ ኣመሪካ፣ ሲኣይኤ፣ መጠን፣ ላዕለዋይ ዳይረክተር እቲ ኣካል ኣፍልጦ ከም ዘለዎን ዘይብሉን ከረጋግጽ ብምድላይ ክሓትት ፈተነ። ኣባል ምስጢራዊት ኮሚቴ ግን ነዛ ሕትኡ ከወድኦ'ኳ ኣይከኣለን። ኖኖ ላዕለዎት ዳይረክተራት መርቡባት ስለያ ምስ ነናይግ ሃገሮም ባይቶን መርሓ ሃገርን ጥቡቕ ዝኾነ ርክብ ስለ ዘለዎም ንምዕቃብ ምስጢራውነት ኮሚተና ኣስጋእት እዮም። ስለዚ ናይ ኮሚተና ቀንዲ ፈጸምቲ ኣካላት እቶም ኣብ ትሕቲኦም ኮይኖም ንኹሉ ኣስጋኢ ኩነት ዝገጥሙ ምክትል ዳይረክተራት ኣሃዱታት ስለያ ክኾኑ እዮም ተመሪጾም። ኮነሬል ፍራንኪ ጆንሰን ቀስ ብቐስ ኣብ ዕላማን ተልእኾን ምስጢራዊት ኮሚቴ ድሕነት ክርዕም ጀመረ። ዝሰዓቡ ርክባት ኣብ ስዊዘርላንድ፣ መሮኮ፣ ቻይና ኮታስ ካብ ሃገር ናብ ሃገር እናተናጠርካ ቀጸለ። ፍራንክ ጆንሰን ምስ ግዜ ኣብ ኩሎም ኣኼባታት ተሳተፎኡ እናውሓሰ ክመጽእ ጀመረ። ቅድሚ ሽዱሽተ ወርሒ ኣቢሉ'ዩ ዝኸውን። ጃኑስን ኮነሬል ፍራንክ ጆንሰንን ቀዳማይ ርክቦም ኣካየዱ። ኮነሬል ፍራንክ ጆንሰን፣ ኮፍ በል፣ ብዛዕባኻ በጺሑኒ ዘሎ ጸብጻብ ኣዝዩ ዝነኣድ እዩ። ፍራንክ ፍሽኽ በለ። ንስርሐይ የፍቅሮ እየ። ኮምኡ እንተዘይትኸውን ኣብዚ ደረጃ ኣይምበጻሕኻን። ርግጸኛየ ኣብዚ ሕጂ እዋን ንኮሚቴና ብልዑል ተወፋይነት ከተገልግል ቁሩብ ዝኾንካ እመስለኒ። ኮነሬል ፍራንክ ጆንሰን ኮፍ ካብ ዝበለሉ ብምትንሳእ ሰጥ በለ። ጀነራል፣ ዓቕመይ ዘበለ ክገብር ድሉው እየ። ብጣዕሚ ጽቡቕ። ኣብ ማእከላይ ቤት ጽሕፈት ስለያ ኣመሪካ፣ CIA፣ ሱፐርቫይዘር ስልጠናን ምልመላን ኣባላት ኮይንካ ክትዓዪ ኢኻ ጸኒሕኻ። ልክዕ ኣለኻ ጀነራል። ስለዚ ናይ ዝኾነ ተዓላማይ ሓያልን ድኹምን ጎድኒ ኣጸቢቕካ ትፈልጥ ኢኻ ማለት እዩ። ኣጸቢቕ እምበር ከምዛ ከብዲ ኢደየ ዝፈልጦም ጽቡቕ። በለ ጃኑስ። ከምኡ እንተ ኾይኑ ነቶም ንዕላማና ከዕውቱ ይኽእሉ እዮም ዝበልካዮም ብሉጻት መልሚልካ ኣባል ክትገብረልና ደሊና ኣለና። መርበብና ናይ ብሉጻት ብሉጽ ንዝኾኑ ጥራይ እዩ ቦታ ዘለዎ። ስለዚ ንኹሉ መዚንካ ብቑዓት ትብሎም መልምለልና። እዚ ቀሊል? በለ ኮነሬል ፍራንክ ጃንሰን። ከም ውዱእ ስራሕ ጌርካ ውሰዶ። ፍራንክ ድልዮቱ ክሓትት ብምድላዩ ሰጋእ በለ። ግና እንታይ? ሓተቶ ጃኑስ። ዝተዋህበኒ ዕማም ብጸጋመይ ኢደይ ክዓዮ ዝኽእል ፈኲስ ዕዮ'ዩ፣ በለ ኮነሬል ፍራንክ ጆንሰን። ካብዚ ዝዓቢ በዳሂ ነገር ክወሃበኒ ምደለኹ። ናብ ጠረጴዛ ጃኑስ ቀረበ። ስርሒት ኣርማጌዶን ንጡፍ ኮይኑ ከም ዘሎ ፈሊጠ ኣለኹ። ስለዚ ኣብዚ ስርሒት ክሳተፍ ኣፍቅዱለይ። ንተልእኾይ ብርእሰ ምትእምማን ከም ዝፍጽም ኣይጠራጠርን እዩ። ጃኑስ ካብ ተሽከርካሪት መንበሩ ከይተሰኤ ኣብ ቅድሚ ጢረበዝኡ ደው ናብ ዝበለ ግዙፍ ከኖሬል ጠመተ። ድሌትካ ተኾይኑ ትኽእል ኢኻ። ፍራንክ ጆንሰን ብታሕጓስ ፍሽኽ በለ። የቐንየለይ። ኣዝየ ዘመስግነካ። ብውሳኔኻ ኣይክትጠዓስን ኢኻ። ደጊመ የቐኔለይ። ኮነሬል ፍራንክ ጆንሰን ካብቲ ቤት ጽሕፈት ክወጽእ እንከሎ ብታሕጓስ ክነጥር ዝደለየ ቁልዓ ይመስል ነበረ። እንሆ ሓዚእዎ ንዝጸንሐ ብሉጽ ክእለቱ ከንጸባርቐሉ ዝኽእል መድረኽ ተኸፊትሉ ኣሎ ተመስገን ተዋሓደሰ ካብ ተሳታፊ ኣኼባ ምዃን ተናጊፈ ናብ ዝናፍቕክዎ ጸወታ ክምለሰ በለ ብልቡ ምዕራፍ ዕስራን ሸውዓተን ሻሙናይ መዓልቲ ዋኮ ቴክሳስ ዳን ዋይን ቅድሚ ሒደት ኣዋርሕ ብምኽንያት ምድንጋርን ጥፈሻን ንዝተመስረተሉ ክሲ ኣብ ቤት ፍርዲ ክሰምዕ ብትጽቢት ተካል መዓልቲ ወዓለ ቀሪበ እናበለ ተወሳኺ ቁጽራ ተዋሂብዎ እንዳተባሳጨወ ናብ ገዝኡ ተመልሰ ዳን እቲ ምቁር ዝብሎ ዘመን እናብቅዐ ዝመጽእ ዘሎ ኮይኑ ተሰምዖ። በዚ ጉዳይ ገንዘብ ተኸሲሱ በቲ ካልእ ዘፍቅራ ሰበይቱ ምስ መንእሰይ ሓኪማ ኮብሊላ ፍትሕ ተሓቶ ብምህላዋ ናብ ጸላም ዘመን ህይወቱ ይኣቱ ከም ዘሎ ኣይተጠራጠረን። ኣብዛ ህሞት እዚኣ ኩሉ ነገር ኣንጻሩ ዝተዓጥቀ እዩ ዝመስል። ጠፊሹ ብምህላዉ ኣዝዩ ክቡር ዋጋ ንዘውጽእ ኣርሕኡ ክሸይጥ ክግደድ እዩ። ካብቲ ዘገርም እታ ጠላም ሰበይቱ እውን ነተን ዝተረፍኦ ተማቒላ ክትጥንጥኖ ድሕር ዘይትብል ብምዃና እዩ። ምስዚ ኩሉ ሃብቱ ናብ ጥፍሽና ከምርሕ ፍጹም ተጸብይዎ ኣይፈልጥን። እንታይ በሃሉ ኮይኑ እዩ እሞ ገዝኡ ዘፍቅር ትጉህ ኣርባሓይ ካብ ምዃን ሓሊፈ እንታይ ዶ ኣበሳ ኣውሪደ ይፈልጥ እየ? ዳን ኣብ ዝፈትዋ ሳሎን ኮፍ ኢሉ ንኣምላኽ ክሓቶ እኳ ተጀመረ መልሲ ክረክብ ግን ኣይከኣለን። ንዝነበሮ ገዚፍ ሃብቲ ኣብ ግምት ብምእታው፣ ሎሚ ብዝርእዮ ዘሎ ተስፋ ዘይብሉ ህይወት እንተቓዘነ ኣየኽፍኣሉን እዩ። ከም ባህሪ ተጀሃራይ እዩ። ግና ተጀሃሪ ክበሃል ከሎ ከምቶም ቴክሳሳውያን ደቂ ዓዱ ዘይኮነ ብዘለዎ ዝጀሃር ምስ ምዃኑ ካብኣቶም ፍልይ ከይበለ ኣይተርፍን። ኣብ ቴክሳስ ዝተወልደ ሰብ ነታ ንእሽቶ መዓልታዊ ትደጋገም መስርሕ ህይወቱ ኣጋኒኑ ክቕርብ ኣይጽገምን እዩ። ዳን እምበኣር ካብ ደቂ ዓዱ ዝፈልዮ ነገር እንተሃለወ ሒዙ ዝጀሃር ብምዃን እዩ። ብዘይካ ኣብ ሃብቱ ኣብ ውሽጢ ቴክሳስ ካብ ዝርከባ ከተማታት ዝሰልጠነት ኢሉ ካብ ዝኣምነላ ከተማ ዋኮ ብምውላዱ እውን ኣዝዩ ዝሕበን። ዋኮ ጽዑቕ ሕርሻዊ ንጥፈታት ዝካየደላ፣ ልሙዕ ስቡሕ መሬት እትውንን፣ ኣብ ከባቢ ፈለግ ብራዞስ እትርከብ ከተማ እያ። ዳን ንዝረኸቦ ሰብ፣ ይፍለጦ ኣይፍለጦ ብዘየገድስ፣ ብዛዕባ'ዛ ናይ ትውልዲ ቦትኡ ከዕልሎ ፍጹም ኣይሰልቸዎን እዩ። ዋኮ ብዛዕባ ትፍለጠሎም ሰፋሕቲ ሕርሻታት ጡጥን ዕፉንን ከምኡ'ውን ምርባሕ ከብትን ኣፍራስን ክትንትን መሬት ዝዓርቦ ግዜ ውሑድ ኣይኮነን። ብተምሳጥ ኣብ ዘዕለሉ እዋን፣ ሰማዕቱ፣ ኣርእስቲ ክጠውይውን ሓዲጎሞ ክኸዱ ዝደልዩ ምኽንያት እንታይ ክኸውን ይኽእል ብምባል ንነብሱ ስለ ዘይሓትት ክመሓየሽ ኣይከኣለን። እምበኣርከስ ኣብ ልዕሊ ዋኮ ዘለዎ መጠኑ ዝሓለፈ ፍቕሪ'ዩ ናብ ስዊዘርላንድ ጌሹ ኣብ ናይ ቱሪዙም ሚኒባስ ተሳፊሩ ቦታታት ይበጽሕ ኣብ ዝነበረሉ ኣጋጣሚ ኣብ ጎኑ ኮፍ ኢሉ ንዝነበረ ኢጣልያዊ ፓድሬ ንሓሙሽተ ሰዓታት ዝኣክል ኣርእስቲ ከይቀየረ ከም ዘዕልል ዝገበሮ። ዋኮ ክትጽብቕ መዓት እያ። ዳን ዋይን ምስጢር ዘካፍሎም ዘሎ ይመስል ብሕሹኽታ ዕላሉ ፈለመ። ኩነታት ኣየራ ካብ ዝኾነ ክፋል ዓለም ንዝመጸ ሰብ ዝመቸት እያ። ክገርመካ እባ ቀሺ፣ ኣማልኽቲ ዲኹም ከይትብለኒ ደኣ እምበር ንከተማና ኣዝያ ከም ዘይትመውቕ ወይ እውን ከም ዘይትቆርር ኢና ንገብራ። ዕስራን ሰለስተን ኣብያተ ትምህርቲ ኣለዋ። ካብ መባእታ ክሳብ ካልኣይ ደረጃ ማለት እየ። በዓል ዝና በይለር ዩኒቨርሲቲ ኣሎ። ካልእ ኣርባዕተ ጋዜጣታት፣ ዓሰርተ ናይ ሬድዮ፣ ሓሙሽተ ናይ ቴሌቪዥን መደበራት ከምኡውን ቴክሳስ ሬንጀር ሚዝዮም ዝበሃል ዓሚዩቕ ታሪኽ ዝኽዘነ ዓብዪ ቤተ መዘክር ኣሎና። ብፍላይ ዓሳ እናገፈፍኩም ክትዘናግዑ ትደልዩ እንተኾንኩም ናብ ፈለግ ብራዞስ ክትመጹ ኣለኩም። ፍጹም ዘይትርስዕዎ ብሉጽ ዝኽርታት ሰኒድኩም ከም ትምለሱ ርግጸኛ እየ። መኣስ እዚ ጥራሕ ኣብቲ ሰፊሕ ቀጠልያ ገልጎል ብፈረስ ክትጋልቡ እንከለኹም ትረኽብዎ ባህታ ክገልጾ የጸግመኒ እዩ። ልቢ ዝሰልብ ማራኺ ገጽ ኢኹም ክትዕዘቡ። ብሓቂ እየ ዝብለኩም ኣባ ቀሺ ዋኮ ፍልይቲ እያ። ሓደ መዓልቲ መጺኹም ክትርእይዋ ኣለኩም። ቀሺ ፓትሪኒ ቋንቋ እንግሊዝ ከም ዘይመልኩ እናነገርዎ፣ ኣመል ኮይንዎ ስቕ ክብል ኣይከኣለን። እንታይ ፈሊጦም ወይ ሒዞም ብዘየገድስ፣ ብዕላል ተሃኑ ምስ ኣውጸኤ፣ ርእሶም ስለ ዝነቕነቕሉ ኣዝዩ ተሓጎሰ። ዳን ዋይን ካብ ኣቦኡ ሓደ ሽሕ ሄክታር፣ ክንዲ ሜዳ ኩዕሶ እግሪ ዝኸውን ሰፊሕ መሬት እዩ ወሪሱ። ኣይሓመቐን። ካብ ባንክ ተለቂሑ ዘመናዊ መራብሒ ከብቲ ብምድኳን፣ ንብዝሒ ዝነበርኦ ከብቲ ካብ ሓደ ናብ ዓሰርተ ሽሕ ኣደየቦ። በዚ ከይኣክል ኣብ ምድቓልን ምርባሕን ምሩፃት ኣፍራስ ወፍርታት ብምግባር ወናኒ ምሩፃትን ኩቡራትን ናይ ውድድር ኣፍራስ ክኸውን በቐዐ። እንተኾነ መንገዲ ህይወት ወትሩ ለማፅ ብዘይምዃኑ ደሓን ኣለኹ እናበለ ዕዳጋ ከብቲ ቁልቁል ክትከል ጀመረ። ኣታዊታቱ ጎዲሉ ናብ ክሳራ ተነቑተ። እተን ፍፁም ምሕረት ዘይፈልጣ ኣለቃሕቲ ባንክታት ስጉምቲ ንክወስዳ ኢደን ከዋጣውጣ ጀመራ። ኣብ እዋን ልቓሕ ምስተን ባንክታት ዝተወዓዓሎ መጠን ገንዘብ ኣብ እዋኑ ክመልሶ ብዘይምኽኣሉ ናብ ቤት ፍርዲ ቀረበ። ቅድሚ ሕጊ ስጉምቲ ምውሳዱ ንዘለዎ ኣማራጺታት ክፍትሽ ግድነት ኮነ። ዓመታት ንዝደኸመሉ ሰፊሕ መሬትን ኣብኡ ንዝርከብ መራብሒ ከብትን ብምሻጥ ዕድኡ ምዕጻው እቲ እንኮ ኣማራጺ ምዃኑ ተገንዘበ። ካብቲ መሸጣ ዳግማይ ክወስዶ ዝኽእል ቁሩብ ገንዘብ እንተረኸብኩ ብምባል ውሳኔኡ ንምትግባር ክንቀሳቐስ ጀመረ። ኣብ ከምዚ ዝኣመሰለ ኩነታት እንከሎ እምበኣር እዩ ኣብ ስዊዘርላንድ ዝነብር በዓል ጸጋ ኣብ ቴክሳስ መጺኡ ሰፊሕ ናይ ሕርሻ መሬት ክገዝእ ይሓስብ ከም ዘሎ ዝሰምዐ። ግዜ ከባኽን ኣይደለየን። በተግ ኢሉ ሳንጥኡ ጠራኒፉ ትኬት ነፋሪት ኣቑረጸ። ስዊዘርላንድ ምስ ኣተወ ዝሰምዖ ወረ ሓቅነት ከም ዘይነበሮ ኣረጋገጸ። እቲ ሃብታም ስዊዘርላንዳዊ፣ ካብ ሓደ ወይ ክልተ ኣከር ዘይገፍሕ ንጀርዲን ዝኸውን መሬት ከም ዝደለየ ምስ ፈለጠ፣ ንወጻኢታቱ ብምዝካር ተባሳጨወ። ሽሕ ኣከር ክሸይጥ እናበልኩ፣ ሓደ ወይ ክልተ ኣከር እየ ዝደሊ ክብለኒ? ጸጸር ድየ ክሸጠሉ? እምበኣርከስ፣ ኣብታ ሰባብ ምኒባስ ቅድሚ ምስቃሉ ዝነበረ ህሞት ነዚ ይመስል ነበረ። ብዛዕባ ህልውና ህይወታውያን ኣብ ካልኦት ፕላኔታት ዝገልጹ ዝተፈላለዩ ጽሑፋት ከንብብ ክኢል እዩ። እንተኾነ ንዛዕባ ዘንብቦም ጽሑፋት ካብ ሃልኪ ሳይነሳዊ ርክባት ዝሓልፍ ትርጉም ሂብዎም ኣይፈልጥን። ናብ ስዊዘርላንድ ዘካየዶ መገሻ ሙሉእ ንሙሉእ ፍሽለት ከይከውን ብዝገበረ ፍጻመ ኣዝዩ ሰንቢዱ ሳላ ኣገልግሎት ቱሪዝም ኣብ እትህብ ሚኒባስ ዝተሳፈረ ካብ ካልኦት ፕላኔት ዝመፁ ፍጡራት ብዒንቱ ክርኢ በቒዑ ኣሎ ኣብ ካልእ ፕላኔት ከ ከምዚ ናተይ ሽግር ዘጋጠሙ ፍጡር ይህሉ ዶ ምስ ተረጋግኤ ንገዛእ ነብሱ ፈለማ ዝሓተታ ሕቶ እያ ነይራ ናብ ገዝኡ ብሰላም ምስ ተመልሰ ናብ ሓደ ዝፈልጦ ናይ ጋዜጣ ኤዲተር ተቐላጢፉ ደወለ ጆን ኣይክትኣምነንን ኢኻ ብሓቂ እየ ዝብለካ ከመይ ኢለ እሞ ክጅምረልካ ይፎ ርእየ ይፎ በዘን ብሌነይ ዒንተየ ዝብለካ ኣብ ውሽጢ ነፋሪቶም ቀጠልያ ዝሕብሮም ኣይ ሰብ ኣይ ክትገልጾም ዘጸጉሙ ገለ ዓይነት ፍጡራት የርኤ ዳን ንዝረኣየዎ ኩሉ ብንጹር መንገዲ ምግላጽ ሓርቢትዎ ተባሳጨዋ እምባዕ እንታይ ትብል እሞ ስእሊ ዶ ኣምጺኻለይ ኤዲተር ህንጡይ ክመስል ብምፍታን ኣባጨወሉ እወ እንታይ ድዩሞ ስኢለ ነይረ እንተኾነ ፊልም ሓሪሩ ደሓን ጸገም የብሉን ኣይትሸገር ሰኣሊ ክንሰድድ ኢና ኣብቲ ሕርሻኻ እንድዩ ሓቀይ ኖኖ ኣበይ ሕርሻይ ኣብ ስዊዘርላንድ እንድየ ነይረ ዳኒ ካልኢት ድምፂ ኣየስማዕን ኦው ሕራይ ስዊዘርላንድ ሓቀይ? በል ደሓን ኣብ ሕርሻኻ ምስ ኣጋጠመ ደውለለይ ኢኻ። ጆን ጽናሕ ስእሊ ክሰደለይ ዝተመባጽዐ ሰብ ኣሎ እንድሕረ ጆን እናሰሓቐ ቴለፎን ዓጸወ ዳን ካብ ምሒር ሕርቃን ዓለምና በዞም ዘይተፈልጡ ፍጡራት ክትውረር ተመነ ድቃስ ንዝኸልእዎ ኣለቃሕቱ ምስ ዘከረ ድምፂ መኪና ሰምዐ ኮፍ ካብ ዝበለሉ ሳሎን ብምትንሳእ ብመስኮት ተቐልቀለ። ኣብ ኣፍ ደገ ገዝኡ ጸላም ካዲላክ ዝዓይነታ መኪና ጠጠው ከም ዝበለት ተመልከተ። እንተደልዮምኻ ኣብ ዝተሓባእኻሉ ጉድጓድ እዮም ዝመጹኻ እኳ በለ ካብ ዘለቅሕዎ ባንክታት ዝተላእኸ ሰብ ክኸውን ኣለዎ ብዝብል ግምት ዳን ማዕጾ ኸፈተ ሰላም ዳንኤል ዋይን እወ ዳኒ ኢሎም እዮም ዝጽውዑኒ እንታይ ነይሩ ሮቦርት ንዳን ዋይን ከም መብዛሕትኦም ደቂ ዓዱ ገዚፍን ጨሓምን ክኸውን እዩ ተጸብይዎ። በንጻሩ ኮይኑ ማዕጾ ሒዙ ኣብ ቅድሚኡ ጠጠው ኢሉ ዘሎ ሰብ ግን ቀጢን ጽሙእ ነፍሲ ከም ዘለዎ ኣስተውዓለ። ንልሳኑ ገዲፍካ ኩለንትንኡ ቴክሳሳዊ ኣየምስሎን እዩ። ቁሩብ ደቃይቅ ዶ ክትህበኒ ከዘራርበካ ደልየ ነይረ ግዜ ጥራሕ ሒዘ ተሪፈ ዳንቃ ዘኔ። ካልእ ደኣ ኣይትበለኒ እምበር ደቓይቕ በዚሑኒ እኳ ግና ሰራሕተኛ ባንክ ኣይኮንካን ሓቀይ? ባንክ ኖኖ ኣይኮንኩን። ጽቡቕ እቶ በል። ዳን ማዕጾ ገዝኡ ኣጸቢቑ ኣርሓወ። ተመራሪሖም ናብ ሳሎን ኣተዉ። ሮቦርት ብዘመናዊ ቅዲ ብዝተሰርሑ ኣቑሑት ገዛ ናይቲ ክፍሊ ተማረኸ። ዎው ጽቡቕ ገዛ! ሮቦርት ነቲ ምዕሩግ ሳሎን ብምጥማት ወደሰ። የቐንየለይ! ክገርመካ ኣብዚ ገዛየ ተወሊደ ዓብየ። እንታይ ከምጽኣልካ? ዝሑል ነገር ዶ ይሕሸካ? ብዘይ ቀልዓለም ሕጂ ክሰቲ ጸኒሐ። ከም ምርጫኻ ኣየገድደካን እየ። በል ንበር። ሮቦርት ኣብታ ምችእቲ ሳሎን ኮፍ በለ። ብዛዕባ ምንታይ ደኣ ክተዘራርበኒ መጺኻ? እንተዘይተጋግየ ዝሓለፈ ሰሙን ኣብ ስዊዘርላንድ ቦታታት ንምብጻሕ ብምኒባስ ዑደት ኣካይድካ ኔርካ። እወ ጽቡቕ ኣለኻ። ሰበይተይ ትከታተለኒ ኣላ ድያ? ናታ ሰራሕተኛ ጥራሕ ከይትኸውን። ኣይፋልካን ኣይፋልካን። ጽቡቕ ዳን ተረጋገየ። ብዛዕባ እቶም ፍጡራት ክትሓተኒ ኢኻ መጺኻ። ርኽስቲ መዓልቲ እያ ነይራ። ዝረኣኹዎ ነገር ድቃስ ክኸልኣኒ ጀሚሩ ኣሎ። ብፍላይ እቶም ክልተ ኣብ ውሽጢ እታ በራሪት ዝነበሩ ፍጡራት እናሻዕ እዮም ዝረኣዩኒ። እረ ንምንታይ እያ ነፋሪቶም ሕብርታት ትቀያየር ነይራ? ሓተተ ዳን ንዝረኣዮ ዘኪሩ። እስከ ብዛዕባ እቶም ኣብታ ሚኒባስ ዝነበሩ ተሳፈርቲ ኣዕልለኒ። ዳን ካብ ኣገዳሲ ዛዕባ ተኣልዩ ካልእ ንኸዕልሎ ናብ ዝሓተቶ ሮበርት ጠመተ። ኣይትሓዘለይ። ፍጹም ዘይንፋለጥ ገያሾ ኢና ኔርና። ካብ ዝተፈላለዩ ሃገራት እዮም መጺኦም። ስለዚ ክሕግዘካ ዝኽእል ኣይመስለንን። ይርድኣኒ ይርድኣኒ። እንተኾነ ምስ ገለ ካብቶም ተሳፈርቲ ተዕልል ኔርካ ኢኻ። ተጋጌ ድየ? ልክዕ ኣለኻ። ኣብ ሓንጎለይ ዝርብሸኒ ብዙሕ ነገር ብምንባሩ ብዘይካ ምዕላል ተወሳኺ ነገር ከቃልብ ኣይከኣልኩን። ገለ ቁሩበ ትዝክሮ ነገር እንታይ ኣሎ? ዳን ዋይን ክዝክር ፈተነ። ምስ ሓደ ካብ ኢጣልያ ዝመፁ ቀሺ እባ የዕልል ነይረ ሓያለ እኳ ዕሊለ ትፈልጥ ኣባ ቀሺ ነቲ ነገር ምስ ረኣዩ ፍፁም ሓድሽ ሰብ እዮም ኮይኖም በቃ ነብሶም ክቆጻጸሩ ኣይከኣሉን። ሰይጣን ርኢናዮ እናበሉ ይዛረቡ ነይሮም። ካልኦትከ? ዳን መንኮቡ ሰፍ ብምባል ንሮበርት ጠመተ። ብወገነይ ኣይዝከረንን እዩ ግን እወ ምስ ሓደ ኣብ ካናዳ ባንክ ዝውንን ሰብ እባ ቁሩብ ኣዕሊለ ነይረ። ዳን ብመልሓሱ ንታሕተዋይ ከንፈሩ ደረዘ። ፋይናንሳዊ ጸገም ኣጓኒፍኒ እዩ ዘሎ። ሰፊሕ ናይ ሕርሻ መሬተይ ከይሰኣንክዎ ኣይተርፍን እየ። ነዞም ሰብ ባንክ ኣዝየ እየ ዝጸልኦም። ድንጋጸ ዝበሃል የብሎምን። መጸይቲ ደም እዮም። ወናኒ ባንክ እየ ምስ በለኒ ቁሩብ እንተለቀሓኒ ብምባል ቀሪበዮ። ግና ንእሽቶ ምስ ዓለልና ካብ ኣሕዋቱ ዝፈልዮ ባህርያት ከም ዘይብሉ ግን ተረዲኤ። ካብ ካናዳ እዩ መጺእልካኒ? እወ፣ ካብ ፎርት ሲሚዝ። እንተ ዘይተጋግየ ኣብ ሰሜን ካናዳ ዝርከብ ቦታ እዩ። ካብዚ ንላዕሊ ክሕግዘካ ዝኽእል ነገር ዘሎ ኣይመስለንን። ሮቦርት ደስትኡ ብልቡ ገይሩ ካብ ኮፍ ዝበለሉ ተንሰየ። የቐንየለይ ኣቶ ዳን። ኣዝየ ዘመስግነካ እኹል ሓበሬታ ኢኻ ሂብካኒ። ንሰላምታ የእዳዉ ሰደደ። ነዚ ጥራሕ ክትሓተኒ ኢኻ መጺኻ? ዳን ኢድ ሮበርት ጨቢጡ ሓተተ። እወን ሲ ነይሩ። ዳን ተገረመ። ሞ ድራር ክጋብዝ ደሓን ክኸይድ ግድን ክበጽሖ ዘለኒ ቦታ ኣሎ። ኣብ ጉዳይ መሬትካ ሰናይ ዕድል ይምነየልካ። የቐንየለይ! የቐንየለይ! ፎርት ስሚዝ፣ ካናዳ። ሮቦርት ክሳዕ ጀነራል ሂላርድ ኣብ መስመር ቴለፎን ዝኣትወሉ ተጸበየ። ሄሎ ኮማንደር፣ ተወሳኺ ሰብ ረኺበ ኣለኹ። ዳን ዋይን ይበሃል። ኣብ ዋኮ ቴክሳስ ወናኒ ፓንዶሬሳ ዝበሃል ሰፊሕ ናይ ሕርሻ ቦታ እዩ። ግርም ኣብ ዳላስ ቴክሳስ ንዘለዉ ኣባላትና ከዘራረቦ ክልኾም እየ መልእኽቲ ልዑል ጥንቃቐ ዝሓትት ምስጢራዊ ካብ ኤንኤስኤ ንምክትል ዳይረክተር ዲሲኣይ ጥራሕ ዝምልከት ሓንትን እንኮን ቅዳሕ ኣርእስቲ ስርሒት ኣርማጌዶን ሽዱሽተ ዳንዋይን ዋኮ ቴክሳስ መልእኽቲ ተፈጺሙ። ምልክት ዳይረክተር ኣብ ላንግለይ፣ ቨርጂንያ ዝመደበሩ ማእከላይ ቤት ጽሕፈት ስለያ ኣመሪካ፣ ሲኣይኤ፣ ንዝተቐበሎ መልእኽቲ ደጋጊሙ ኣንበበ። ቁጽሪ ሽዱሽተ፣ ስርሒት ኣርማጌዶን ጽቡቕ ገስጋስ የርኢ ከም ዘሎ ዘመልክት እዩ። ኮማንደር ሮቦርት ቤላሚ ኣድማዒ ስራሕ ፈጺሙ ኣሎ። ንዑ ምምራጽና ዓቢ ክእለት እዩ። ጃኑስ በሊሕ ሰብ ምዃኑ ኣመስኪሩ ኣሎ። ዝደለዮ ክፍጽም ዝኽእል በዓል ዓቢ ልቦና እዩ። ምክትል ዳይረክተር ንመልእኽቲ ደጊሙ ተመልከተ። ሓደጋ ክመስል ኣለዎ ብምባል ኣብ ጥቕኡ ንዝነበረት ቀያሕ ቴለፎን ኣልዓለ። ክልተ ሰባት ዘሳፈረት ደባን ሰማያዊ ዝሕብራ ቫን ኣብቲ ቦታ በጽሐት። ተሳፈርታ ምቹእ እዋን ምዃኑ ንምርግጋጽ ከባቢኦም ፈተሹ። ብጸጥታ እቲ ቦታ ዓጊቦም ተመራሪሖም ናብ ማዕጾ እቲ ገዛ ንዘደይብ ኣስካላ ክድይቡ ጀመሩ። ዳን ብመስኮት ገዝኡ ምስ ረኣዮም ካብ ባንክ ዝተላእኹ ውልቀ ሰባት ክኾኑ ኣለዎም በለ። ማዕጾ ገዝኡ ተኳሕኳሐ። ዳን ቀሰይ ኢሉ ማዕጾ ከፈተ። ዳን ዋይን፣ እወ፣ እንታይ ነይሩ? ዳን ናብ ውሽጢ ገዝኡ ከእትዎም ስለ ዘይደለየ ናብ ኮረድዮ ወጸ። ዝደልይዎ መረጋገጺ ብምርካቦም ተወሳኺ ግዜ ከጥፍኡ ኣይደለዩን። ማዕጾ ዝኳሕኩሐ ጸሊም ባድላ ምስ ጸሊም መነጸር ዝተኸድነ ጉልቡት ሰብኣይ ንዳን ኣብ ክሳዱ ዘበጦ። ተነቃፊ ቦታ ብምዃኑ ዳን ሰልሃው ኢልዎ ሃለዋቱ ብምጥፋእ ኣብ መሬት ተሰጥሐ። ዝቕጽል ስጉምቶም ሞት ዳን ሓደጋ ከም ዝመስል ምግባር እዩ። እቲ ጉልቡት ሰብኣይ ንዳን ኣብ መንኮቡ ብምስፍሳፍ ናብ መኽዘን ሓሰር ገጹ ሰጎመ። ካልኣዩ ተኸቲልዎ ኣብ መኽዘን ክሳዕ ዝኣትዉ ቀባሕባሕ ብምባል ንኸባቢኡ ምፍታሽ ቀጸለ። ኣብ ውሽጢ እቲ ሰፊሕ መኽዘን ሸሞንተ ምሩጻት ኣፍራስ ኣለዉ። ነቶም ዘይተኣስሩ ኣፍራስ ሰጊሮም ናብቲ ጸሊም ሓያል ኣርሓ ፈረስ ዝተኣስረሉ ጸቢብ ሸላ ሰጎሙ። እቲ ግዙፍ ሰብኣይ እዚ ክኸውን ኣለዎ እቲ ፈረስ ብምባል ሃለዋቱ ኣጥፊኡ ንዘሎ ዳን